ገጠር ድማ ናቱ ጽቡቕ ኣለዎ። ኣነ ከኣ ኣብዚ ንንበር ኣይኮንኩን ዝብለኪ ዘለኹ። ሕጂ ግን ኣብ መሰጋገሪ እዋን ኢና ዘለና። ከምኡ ኢለስ መጼኩ። ማይ ውረዱ ገለ ግና ከይትብለኒ። ዳሓን ዳሓን ኣብዛ ማእከል ዓድና ድሪል ወጽያ ኣላ። በዓል ባባ ብሂወት እንከለዉ ቃል ኪዳን ዘይኣሰርካላ ጓል ወዲ ከኣ ተዕብዮ ጽቡቅ ስምዒት ትፈጥር።
ንስኻ ድማ ትዋራዘየለይ ትፍትን ኣለኻ። ጆርጆ እንታይ ተዋራዝየልካ? ንስኻ ሕጂ ቃል ኪዳን ስለ ዝኣሰርካስ ንሊሊ ቃል ኪዳን ዘይኣሰርካላ ትብል ኣለኻ። ሰብ ክሪኤልካ ዲኻ ቃል ኪዳን ትገብር። ደቁ ተፈላልዮም ከይዓብይሉ እዩ ዝኸውን ኣንትለሌ። ኦ ዘይተባህለ በበይነን ኣዴታቶም ደኣ ከመይ ኢሎም እዮም ብሓደ ክዓብዩ ከም ደቂ ድሙ ካብቲ ሓደ ናብቲ ሓደ ካብ ዘናጥሮም ይኽፋእ ይጸብቕ መምስ ኣዴታቶም ምዕበዩ። ዘይሓፍር ድሙ ዶ ክንብሎ ዋላ ኣንጭዋ ክንውስኸሉ ኣንቲ ቁሩብ ኣይሓንኽ እንድዩ ቁሩብ ኣይሓፍር እንድዩ ክዛረብ ከሎ ዋ ብሩኽ ወዲ መን ድዩ። ዋእ ኣታ ኣቦ ጆርጆ ዘይኮነን ኣቡኡ። መን ፍለጥ ኢሉኩይ ጆርጆ ጆርጆ ከኣ ትብለኒ ቡሩኽ ወድና ኢኺ ትፈልጢ ባሕርን ጣሕርን ኢልኪ ተዕብይዮ ዘለኺ ከኣ ንስኺ ዘይምሱል መሲልኪ ተዕብይዮ ዘለኺ። እዚ ህድሞ እንድዮም ወጺኢለይ እዮ ክሳዕ መዓስ ኢና ህድሞ ወደይ። በጃኺ መርሃዊት ሓንሳብ ተጸበይኒ በጃኺ። ኣኮይ መረባዕ ክህበና ኢዩ ንሱ ብ ደገ ኢዩ ዝቅመጥ እንዳ በልካ እኮ ኢካ ከም ምካኑ ጸኒሕካ። በዚ ቆልዓ ፈጺመ ኣይቀሰንኩን።
ቀደም መሲሎሞ እንድዮም ካብ ክልተ ውለድ ከይትቀስን እኳ ተባሂሉ። ኣንታ ጸገም ኣጋጢሙኒ እምበር ካብ ክልተ ክወልድ ኣነ ድላይ ኣይነበረንን። ንብሩኽ ሒዝካ ዘዘይኮ ነቡእ ትብዮ ንስኺ ብዝልዓለ ደርጃ ትበጺሒ። ብሩኽ ናብ ካልኣይ ኮነ ናብ ኣቡኡ እዩ። ዘምጻእካዮ ሓሳብ እኮ ዝጽላእ ኣይኮነን ዓዲ ግን መውዓሊ ክትገብረኒ እያ። ካሕሳ በሊዓ ተባሂለስ ሕጂ ከኣ ንገንዘብ ክትብል ውላዳ ደርብያ ክብሉኒ።

ሰሚዕኪ ኣለኺ እዛ ቆልዓ ኣብ ሕማቅ ከም ትወድቕ ዝገበርኩ ብሰንክኺ እዩ እንታይ ስለ ዝገበርኩ ጓለይ ሕማቅ ኣላ ደጋጊማ እናደወለት ሕማቅ ኣለኹ ትብል ኣላ ኢለካ ጓልና ከይትውፃዕ ከዓ ንሓግዛ እየ ዝብል ዘለኹ እዛ ቆልዓ
ነዚ ወዲ ከተምጽኦ ከላ ፍቕሪ እዩ ኢልክኒ። እወ፣ እቲ ፍቕሪ ዝበልክዮ ንጓልና ኣብ መነባብሮኣ እናበደላ ክመጽእ ምስ ጀመረ ድማ እግርነት ኩሎም ትብሊ ኣለኺ። እወ። ኣብኡ ዘውድቕ ነይርና ድዩ? ንጓልካ እኮ ንኸነባብራ ዝኽእል ሰብ ኢኻ ትባ። ተመሊሳ ናብዩኒ ትብለና እንተ ደኣ ኮይና ደኣ ብቐደሙ ገዝኣ ከፍሰይ ምበለ። እሞ ሕጂ ዲና ሓዳር ክነፍርስ? ጽባሕ ክሓልፈሎም ዶ ኣይኮነን? እንተ ኮይና ኢና ብዛዕባ ጸገም ጥራሕ ንዛረብ። ክሓልፈሎም ይደሊ
ክሳብ ሽዑ ግን ዓቕሊ የድልዮም ዓቕሊ ንጸገም ብዓቕሊ ምስጋር። ይፈትዎ እየ ካብ በለት ካብኡ ዝዓቢ እንታይ ኣሎ ድዩ? ዝደልይዋ ደኣ መሊኦም ነይሮም። እሳ ዝመረጸቶ ግን ነጋሲ እዩ። ኩሉ ሻዕ ኣብ መውስቦ ሓሳብካ እንተተፈላለዩ እቲ ዝፍጠር ሽግር ኣዝዩ በሪኽ እዩ ዝኸውን። ነጋሲ
ኣይፈለጥካዮን እምበር ዘይኮኖ ክመስል ዘይደሊ መንእሰይ እዩ። ንሰበይቱ ንዓዲ ወሲዱ ሓዳር ምግባሩ ከዓ መግለፂ መንፋዓት እዩ። ዘይዓቕሙ ክገብር ፈንጠርጠር ኣይበለን።
ኣብ ምንታይ ፈንጠርጠር ክብል ዘይብልካ ዶ ፈንጠርጠር ትብል ኢኻ? ፈንጠርጠር ተይሉ ከዓ ይወድቕ እሞ ይለሓሓፅ። መርሃዊት ጓልና እኮ ትሑትን ፃዕራምን ኢላ ስለ ዝመረፀቶ ኢና መርዒናያ። ንሱ ደኣ እወ ጓልና ልባ ተሰሊባ እንድያ። ንሱ ግን ንፍቕራ ዘይኮነ ካባና ረብሓ ደልዩ እዩ ተመርዒዋ። ዋይ ኣንታ እኮ ክፉእ እንደይትሕሰብ። ትል ግደፍና ከመይ ድየ እሞ ክፉእ ዘየለ ክፉእ ዝሓስብ? እዚ ወዲ ዓዱ ወሲዱ ጓል የሳቕያ ከም ዘሎ ጠፍኣኒ መስለኪ? እዋይ እሞ ንሓግዛ እንድየ ዝብለካ ዘለኹ። እዚ ወዲ ፈጺምኪ ተረዳእክዮን እምበር ሰብኣይ ክልተ ኔውነጀው ክብሉ ሞተ ከም ዝበሃል ብሓገዝናን ገንዘብናን ካልእ ጓል ሰብ ከማዕልግ ኢለ ደገፈይ ኣይገብረሉን እዩ ሕጂ ውላድ ከይመፅእ ከሎ ክፈላለዩ እዩ ድሌተይ ዋይ ኣታ ጥፈሎ በጃኻ ጥፈሎ እዚ ዘረባ ጥበላ ኣይትበሊ ጥፍ ዝበሃል ዘረባ ይብለይ ነዚ ወዲ እዚ ግን ጥፍ ክብሎ እየ ዋ
እና በጃኻ ዋ
ጆርጆን ዞንን ብምርድዳእ እያ መስለን ተፈላለዩ ኣነ ኸኣ መርዓት እየ። በንጻሩ ንሳ ድማ ፍትሑት ናይዚ ቤትኩም እያ። ኣብዚ ገዛዚ ግን ልዕለይ ንሳ ጽልዋ ኣለዋ። ብኸመይ ኢላ ጽልዋ ዝህልዋ? ንኹላትኩም ገዚኣትኩም ትርከብ ንሳ ዶ ኣይኮነትን? ኣብዚ ገዛ ብዝትገብሮ ደላ ጽልዋ ኸኣ ዋላ ንዓይ ተረኻኽበለይ ኣላ። ንዓኺ ብኸመይ ተረኻኽበልኪ ትኽእል? ብዛዕባ ውላድ ዝመጸ ዘረባ ንዓኺ ከሻቕለኪ የብሉን። ውላድ ከቢድ ስለ ዝኾነ ግን ጆርጆ ሓወይ ብውላዱ ተሻቒሉ ኣሎ። ኣብዚ ገዛዝስ መዓስ ኢና ብዛዕባ ፍቕርናን ሓዳርናን ኣዕሊልና ንፈልጥ? መጺኻ ወዲ ጆርጆ ዝተገበረ፣ ዘውዲ ዝተደገመት፣ ጆርጆ ዝተበለ፣ እዋእ!
ጸገም ሓውካ ዝርሳዕ እንድሕር ተኾይኑ ደሓን ንርስዖ።
ተዓገስ ንሕና ብዛዕባ ሓዳርና ምምይያጥ የድልየና ኣሎ። ኢሂ ዝተወንዘፈ ጉዳይ ኣለና ድዩ? ይሃልወና ኣይሃልወናስ ብዛዕባ ፍቕርና ክነዕልል ይብል ኣለኹ። ንዓይ ትበንደለኻ ግዜስ የለን። ዋእ!
ሓወይ ድሕሪ ሰላሳ ዓመት ካብ ስደት ጠቕሊሉ ናብ ዓዲ ኣትዩ ብዘጋጠሞ ጽቡቕን ሕማቕን ተተዛረብኩስ ከመይ ኣቢሉ ንስ ክጽልእ ኢዩ? እሞ ኣነ ዘውዲ እዚ ገዛ እዚ ክትላዓል ኣይደልን ኢየ። ስድራኻ ድሌቶም ግበሩ። ዋእ! ደይ ጽባሕ ንጉሆ እዚ ቆልዓ ምስ መጸስ ክንብጽበጽ ኢና። ኣብ ሰማይ ዘሎ ደበና መዓስ ምስ ኣበትናዩ። ደይ ዋትኩም ከ?
ገና ከይመጸስ ንዓኺ ሻቕ ኢልኪ? ኣንታ ኣብዚ ገዛ እዚ መዓት ቅሳነት ተረኺቡ ይፈልጥ። ድሓን
ጆርጆ ንወዱ ጠቕሊሉ ንዋሽንተን ዲሲ ክሰዶ ተኽእሎ'ሎ። ኣታ በይ እሞ ጽቡቕ ነይሩ። ዋላ ንሱ ጠቕሊሉ ተዝኸይድ ነይሩ ዛንታ ናይዚ ገዛ ኮብልል ምተቐየረ ነይሩ በቃ።

ዶ እሞ እናፈለጥኪ ክትገብርዮ ዘለኺ ተግባራትኪ ደስ ከምዘይብለናስ እምበኣር ትፈልጢ ኢኺ። ተግባራተይ ጽቡቕ ምዃንስ ዝፈልጥ እባ ንዓኹም ጉና ባህ ይብለኩምኒ። ሕጂ እንታይ ኮንኪ ኢኺ ከምኡ ትብልኒ ዘለኺ? ቁሩብ ቁሩብ ህይወተይ ክቕይር ዕድል ኣይትቡኒ? ህግኣት
ትቕየርኒ ደለኻ ሓቀይ ዘረባኺ ዘበለ ኩሉ ኩልፍ ኩልፍ ኮይኑ ኣዕሊልኪ ዘይፀግብ ዝነበርኪ ሓፂር ሓፂር ትምልስለይ ኣለኺ
ንስኻ ተቐይርካ ከይትህሉ ነብስኻ ሕተታ እምበር ኣነስ ከም ቀደመ እየ ዘለኹ ኢትስ ኦኬ
ኣነ ግን ከምኡ ይመስለኒ የለን
ጋሞ ዘመነ ጽር
ዋው ግሬት ከባቢኻ እንታይ ዓይነት ሕብሪ ለቢሱ ኣሎ? ሓመዳዊ ሕብሪ ርኢኻ
ነገራት ግን ከም ቀደሞም እዮም ዘለዉ። ሓመዳዊ መነጽር ስለ ዝገበርካ ኢኻ ከባቢኻ ሓመዳዊ ኮይኑ ዝረኣየካ ዘሎ። ኣይተረድእንን እንታይ ማለትኪ እዩ? ሰለማዊ ኣረኣእያኻ እዩ ተቐይሩ እምበር ኣነስ ከም ቀደመ እየ ዘለኹ እብለካ ኣለኹ።
ስሚ እዚ ድኳን ምስ ዘይርብሑ ሰባት ዓንዘር ትብልዮ ዘለኺ የኽፍኣልኩሎ ብለኩ ኣለኹ ዓዲ ምልኡ ከዓ ብኣና ትዛረብ ኣላ ብለኩ ኣለኹ
ኣየደይ ስምና ደኣ መዓስ ድዩ ከፊኡ ዘይጥዑይ ኣቦ ምስ ሓዝና፣ ሒዙና ንገደል ምስ ጸደፈ፣ ሽዑ እዩ ስምና ከፊኡ። ንስኺ ደኣ ምልካምኪ እምበር። ደይ ጓል መገዲ ተምጽኢ ንብለኪ ዘለና ጥራይ ስምዒ። እዞም ኣብ ድኳን ምሳኺ ዓጒጎም ዝውዕሉ ዘለዉ መንእሰያት እንታይ ዝባቑቲ እዮም? ንሽምኪ ጽቡቕ ንሽም ናይ ጽቡቕ ሓዲግ መዲግ እብለኪ ኣለኹ። ክንዲ ዝሓገዙኒ ድዩ? ዝጽወር ተሎ የጻውሩኒ፣ ዝሕሸሽ ተሎ ይሕሽሹለይ ዶ ከይኮኑ? ፈታዊኻ ከጽልኣ ድዩ? እቲ ድኳን እንተኾነ ኣብ ጸጽባሕ መኽሰብ ይውስኽ እምበር ይጎድል የለን። የእ ክብርኻ ዘጉድል መኽሰብ ጽልእለይ የኽፍኣልኩሎ እብለኪ ኣለኹ። ኣንቲ ቆልዓ ጠባይኪ ዘይትቕይሪ እንተኾንኪ ከኣ እዚ ቆልዓ ጌና ከይተበከለ ከሎ ናብ ኣቡኡ ሃብዮ እብለኪ ኣለኹ። እንታይ? እዘዝ እብለኪ።

መጻኢ ከኣ ምሳኺ ከሕልፎ እደሊ ኣለኹ። ሕጂ ከቢድ ሕቶ ሓቲትካ። ኣነ ግን ልክዕ ከም ተዓገስ ሓወይ ገይረ እየ ክርእየካ ጸኒሐ። እሞ ንተዓገስ ኣይተፍቅርዮን ዲኺ? የፍቅሮ እባ
ሓወይ እኳ እዩ። እሞ ከም ተዓገስ ኣፍቅርኒ። ፍቕሪ ክልተ ካብ ሓንቲ ማህጸን ዘይወጹ ሰባት ድማ ናብ ሓዳር እዩ ዘምርሕ። ስለዚ ተረድእኒ።
ሰለማዊ ሕጂ ፋኖኒ ኣብ ርእሰይ ዘይነበረ ጉዳይ ኣልዒልካ ኣይትረብሸኒ ፍጹም ከም ሓሳብ መጺለይ ዘይፈልጥ እዩ እዚ
ጆርጆ ኢድካ ኣይትህብን ኢኻ በዚኣ ኣዚኻ ኢኻ ተቕንኣኒ። Thank you ኢድካ ምሃብ ትኽእሎን ኣይትኽእሎን እዩ እምበር ኣገዳሲ እዩ። ድሕሪ ምውዳኣ ከኣ ምትሳእ ክመጽእ ኣለዎ። ሓመድካ ንግፍ ንግፍ ኣቢልካ ቀልጢፍካ ብድድ ተደይልካ ብኡቢልካ ተቐቢርካ ኢኻ እኮ እተርፍ። ሓቅኻ ኢኻ። እንታይ ኣሎ ሓድሽ መርዓትካ ኣብዚ ሒዝካያ መጺኻ ኣለኻ ሕጂ ምስ መርዓትካሲ እንታይ ክትገብር ትሓስብ? ኣነ ደኣ ኣብ ደቀምሓረ ንእሽተይ ትካል ጌርና ክንናበር እየ ዝሓስብ ኔረ ዘለቃሓና ተረኪብና ከኣ ኣብዚ ዓድና ጀርኒ ምገበርና። ኦው ጸገም የለን ሂወት ኩሉ ግዜ ሓርጎጽጎጽ እያ ክሳብ ትድልድል ኣብቲ ጀርዲና ምሳይ ኮንካ ትሰርሕ። መርዓትካ ተተቐቢላቶ ማለት እዩ ኦኬ። ኦይ
ንሳ ደኣ ኣይተቀበለቶን ዘላ ኣብ ገጠር ኣምጺኻኒ ገጠር ብገጠሩ ኣብ ህድሞ ኣስፊርካኒ ኢላ ሓሚማ እያ ዘላ።
እንታይ ትብል ኣለኻ እቲ ህድሞ ሰብ ዶ ኣይኮነን ዝሰፍሮ ኦማይ ጋድ እዚ ኣተሓሳስባናሲ ጌና እዩ ዘሎ መስለኒ።
ኣብዛ ዘእትዋ እዩ ጨኒቕኒ ዘሎ ታዲያ ቁሩብ ተሓይሻ ህድእ ተብለካ እምበር ሓዳር ጾር ምዃኑ ሕጂ እዩ ዝርድኣኒ ዘሎ። ኢትስ ኦኬ
ብዙሕ ኣይትጨነቐሉ ንሰብ ከኣ እኮ ብግብሪ ኢኻ ከተእምኖ ትኽእል ብዝተኻእለ መጠን ስራሕ ክንፈጥር ክንፍትን ኢና። ነገራት ከምቲ ትደልዮ እንተዘይከይድ ኢልካ ንስኻ ኢኻ ውሽጥኻ ከተዕሪ ዘለካ። ኣይትጨነቕ ኣብ ጎንኻ ኣለኹ ኣነ። ባዕለይ ኣብ መፈንጠራይ ኣትየ። ቀደሙ ዓቕመይ ሪኤ ክምርዖ ነይሩኒ። ኖው ፕሊስ ከምኡ ኣይትበል። ዓቐንኻ ምፍቃርን ጽቡቕ ምሕሳብን እዩ ነይሩ። ንመጻኢኹም ዝምልከት ከኣ ንኽልቴኹም እዩ፣ ንዓኻ ንበይንኻ ኣይኮነን። ብሓባር ክትሓስብ ትደሊ እሞ በይንኻ ሕሰቦ ኮይኑ ነገሩ።
ጸገም የብሉን።
ዘውሪ ደብላ ረጊ ናይታ
ወንጫር ወንጫር እውን ወንጫር እንዳያረቅ ድልየ እኳ እዩ ንስኻስ ልዕብልዕ ደቂ ከዓ ትብል ብባቡርም ክበሩባ ብዓቦማ ትደፈሩ ወንጨርጨር እንተ ኢልካ ስርስኻት ዘይትሕፅሮ ገልፀካ እየ ዘለኹ ሕጂ እንታይ ይምፅእ እኳ ናብዚ እንታይ እስኪ ንገረኒ ደብል ኣረጋውን።
ኣንታ ኣንታ መስተ እንዳሰተኹም ድኹም ካይ ተፈጠርኩም ከምዚኣ ኢልኩም እያ ኣይተመርዓኹም ኣይበልኩም ከምዚኣ ኢልኩም ሓጊርኩም ክትነብሩ ሕጂ ንስኻ ሲ እንታይ መስተ ኣድልዩኳ እዩ ካብ ከረሜላን ባሽኮትን ጽማቑን ሲ መን ሕለፍ ኢልኳ እዩ ንፈረማዊ እንጅሩ ዝዓጻሉ ኣኽብሩ ኣለኹም ዋዕ ግደፍዎ ታዕፀቦ ከይደ ይኽድ ታዕፀቦ ከይድ ከይድ እንዳ ግዳ ዓመት ሙሉእ ካይተሓፀብካ ትነብር ዘየለኻን ግዳይ ንስኻ ደንጎላ ገረ ክፍግመካ እየ ተመለስ ጥራሕ ሕጂ ደሓን ክትሪአኒ ኢኻ ናይ ምሕፃብ ኣይግድሸካን እዩ እንታይ ተረኺቡ ደኣ ተሓፀበሉ ዝብለካ ነየናይ ኢኻ ክትሕፀበሉ ኣንቲ ንሄለኪ ተሓፂቦም ዘይፈልጡ ተሓፀቡ ይብሉና ኣለዉ እዞ ኩላ ትገብርያ ዘለኺ ከኣ ንስኺ ኢኺ ንንፋስ ሂብክኒ ዘለኺ እወ እ ኣነ ብሃበሎም ኣነ ዓይንኻ ትደፈን ዝብለኒ ዘይነበረ ኣብዚ ዓዲ ክቡር ሰብ ዝነበርኩሲ ብእፍሊ ቆልዑ ክድፈር
ኣታ ጎይታይ ኢኻ ነዚ ዘረባ ፍኑ ፍኑ ተብሎ ህድእ እሞ በል ከመይ ገረ እሞ ክሃድእ
ኣልገንደስ ሓውና ኢኻ ክትቃዝን ክንርእየካ ንደልን ኢና
እሞ እንታይ ግበር ኢኹም ትብሉ ዘለኹም እዋ ትምርዖ
ጓል ሰብ ተምጽእ ምርኩስ ዝኾነካ ኸኣ ተምጽእ እሂ
ትደልዮ እሞ ዝንጋኣክ እንባል ኣድገምበስ ሓቀየ ካባኻ ንላዕሊ ዝሸምጎሉ እንድዮም ጓል ሰብ ኣምጺኦም ተመሪዖም እስካብ ግዜ መቶም ዝነብሩ ዘለዉ ኣንታ ኣነ ውን ትድግፈኒ እኮ ምደለኹ ኣበይ እሞ ትረኸብ ግረም ኣበይ ትረኸብ ንሕና ደኣ ሕራይ እንተልካና ካብቲ ጎደቦ ዓዲ ካብተን ኣለዋ ዝበሃላ ሃያማት መሪፅና ከነምፅኣልካ ኢና ጣይ ሕራይ በለና እሞ ኣነ ነቲ መርዓ ከመይ ከመይ እየ ክገብሮ ምዛ እርጋነይ
ደሓን ንሕና ንደልዮ ንዓኻ ምርኩስ ትኾነካ ንሃብትኻ ዝወርሱ ቆልዑ ተምፃኣልና ሰብ ኢና ንደሊ ገብረ ሓወይ ኣነ እውን እኮ ኣይፀላእኹን የግዳስ ምስዛ ዘለኹዋ ዕድመይሲ መን እያ ንዓይ ሕራይ ክትብለኒ? ልክዕ ኣነ ትርእየኒ ኣለኻ ኣይወለድኩን ከምኡኻ ትፈልጥ ኢኻ ንዓይ ከኣ ከመይ ደኣ መሰለ እታ በዓልቲ ቤተይ ከኣ ብሞት ተፈልያትኒ ኣነ እኮ ነብር እየ ዘለኹ እምበር ዕድል ኣይገበርኩን
ለካ ሰብሲ ነዛ ነብሱ ይፈልጣኒ ንዓኻን ሓድገ እምበስ ምስ ጥሪትካን ምስ ሃፍትኻን መን እያ እምቢ ክትብለካ እሂ እንታይ ኮንካ ኻ ሕራይ ዘይትብለና
እሞ ነዛ ክብርቲ በዓልቲ ቤተይ ገዲፈሲ
እዚ ድኳን እንዳ ባርን እንዳ ሆይሆይን እንዳ እግሪ ጨጓራትን እንዳ እግሪ ጠበቕ ዝመስሉን ገርክዮ ኣነ ከመይ ገረ እየ ዝሃድእ ድኳነይ ንዓይ ይምልከት ኣቦ ኣነ እኮ ርእሰይ ዝኸኣልኩ ሰብ እየ ከም ኣቦይ መጠን ክትመኽረንን ክትምዕደንን እምበር በዚ እተዊ በዚ ውፅ ክትብለኒ ትኽእልኒ ኢኻ
እንታይ ከም ክትብሊ ዘለኺ ኣንታ እንታይ ዝበለ ሙጾታት እዩ ደቀይ ቆልዓ ደኣ ከድኪ እንድኺ ደኣ ፈሊልኪ እንድኺ ደኣ ግዳም ወፂኺ ኣተይ እዚ ኩሉ ብገንዘበይን ንብረተይን ኣብ ዝብጻሕ በጺሕክሲ ካብቲ መኽሰብኪ እኳ ጫኒኽኒ ዘይትፈልጢ ኣንቲ ርግምቲ ውላድ
ርግምቲ ተኾይኑ

ህይወተይ ዝርግርግ ኣቲኻሉስ ክትምክሓለይ ከኣ
ዋይ ኣነስ ህይወትኪ ዘሪገልኪ ይዝረኪ ዋይ ንስኺ መኣስ ኮንኪ ኣፍ ኣፈይ ትምልስለይ ዘለኺ ገንዘብ እንዳኣሉ ገንዘብ እዩ ዝኹሉ ዝገብር ዘሎ በትን በዝን በዝን እኳን ገንዘብ ዒቕ ምስ በለኪ ንዓይ ንዒቅኒ እዩ እምበር ኣነ ኣቦኺ እየ ንዓኺ ዘዕበኹኺ ኣቦኺ እየ ኣነ ክትፈልጢ። ዘይንሱ ድኣ እንታይ ምኽኣል ኣቢካ ኣሎ ድሓን ኣቦይ ተረዲኤካ ኣለኹ። ኣንቲ ጊደፊ ጊደፊ ጊደፊ ዒሕ ክብለኪ እየ ይነግረኪ ኣለኹ ኣነ። በል ክትፈልጥ መርገምካ እዩ ብዝኹሉ ውዲቕኒ ዘሎ።

ሕጂሲ እንታይ እንተገበርና'ዩ እቲ ዝሓሸ? ኣነ እዚ ዓድና ከም መገዲ ርብዓ ይመላለሶ ኣለኹ። ኣብ ቅድሚ ዓይነይ ድማ እዚ ቆልዓ ብሕማቕ ክዓቢ ክሪኦ ኣይደልን እየ። ጀርጆ ወደይ ንጭ ዓቊ ኢኻ ተጸጊዕካ ትነብር ዘለኻ። ብሃቦሎም እንታይ ከም ዝሓይሽ ክተረድኦ ኣጸጋሚ እዩ። ኣነ እኮ እሞ ምስ ብሃቦሎም ዘራኽብ የብለይን። ኣደ ወደይ ዘውዲ'ያ። ምስ ዘውዲ ዝላዘበሉ መንገዲ ከተናድይለይ ከኣ ጽቡቕ እዩ። ንሳ ደኣ ይዋእያ ደይ ተጎታቲት ኣንታ ጀርጆ ወደይ ኣሃ።
እሞ ኣነ እንታይ ከም ዝገብር እኮ እዩ ሓርቢትኒ ዘሎ። እዚ ቆልዓ እዚ ብሽታ ሽጋራን በረቅን በተክን ክዓቢ እንድሕር ደኣ ጀሚሩሲ ጽባሕ ንግሆ እንታይ ክኸውን እዩ? እንታይ ክኸውን ማለት እዩ?
ዘውዱ ደሓን ዲኻ ደኣ? ሰቦይ እንታይ ደሓን ኣሎ ይሄ ሕጂኸ እዛ ድኳን ቀቢጸ ማረ ይበሃል የለን ከምኡ ሰላም ከይህበኒ እምበር ድኳን እንዳ ሕጂ መን ከጫንዎ ባይ ዘይበለ ኢሎም ሰብኣይ ንጆርጆ ዘይከሰስክዎ እንዲ ምሓጥ ኣብዎ እዚኣ እንተዘይ ጌርኪ ከርእየኪ እየ ኢሉ ዝፈከሮ እዩ ዘተግብር ዘሎ
ረቢ በዓል ትዕግስቲ ሃብኪ ዘውዱ ሓፍተይ እምበር እዚኦምስ ሓያል ሰብኣይ እዮም ክበርቲ ቀደም ናይ ዘይት ናይ ባቕዳያ ዝወሰድኩልክለቕ ዘይፀንሓልኪ ድሓን ኣለኒ ንኣኺለ እንደ ሒዘልኪ መፀ ትሽገርቲ ኮን ግዳ ሓረ
ገንዘብ ተኾነ ሕማሙ እሞ ሰሪሑ ዘየምፀኡ ሕልናኻ ቀቲልካ ዝመፅ ገንዘብሲ ኣበይ እዩ ከብፅሖ ኣበይ ኣብፅሕዎ ከም ዘሎ ድኣ ፍሉጥ እዩ ገንዘብ ተሎ ሰማይ መንገዲ ኣሎ እናበሉ ሰማይ ተሪፎስ ኣብ መሬት እኳ ጥጡሕ መንገዲ ኣይረኸበን። ግናሲ እቲ ስስዕትኡ ዘይዕረ ምዃኑ እምበር። ብሓቂ ክብረቱ ቀንጢጥዎ ኣሎ። ግናሲ ሕራይ እንተ በለካ ኢለ እየ። ቁሩብ ርኤኻ ብገንዘብ ክተፍትዎ ደልየ እየ ጆርጆ ወደይ። እዚሞ ፈጺሙ ኣይከውንን እዩ። እዚ ቆልዓ እዚ ሕማቕ ከም ዝዓቢ ዘሎ ኣነ መሰኻኽር ገይረ ክረትዖ ይኽእል እየ ሱቕ ኢልካ ሰብ እንዳሞተ ብሂወት ሰብ ፀወታ የለን ኣየድልን እዩ ከዓ እንታይ እሞ ክንብል ኢና
ነጋሲ
ይቦይ ባቡር ንዓስኪ ዝወደይ
ኣየተሐጉሰኒ ዘለኻ ኣየተሐጉሰኒ ዘለኻ ናይ ብሓቂ ኾሪዐ ብኣኻ ይህ እንታይ ተረኽበ ደኣ ዋይ ንስኻ ትገብሮ ዘለኻ ጅግንነት መቑጸሪ ይብሉን። ሰብ ዓዲ ገዲፉ ከተማን ስደትን ክብል ከሎ ንስኻ ግን ካብ ከተማ መርዓት ጎቲትካ ዓድኻ ኣእቲኻ። ካብዚ ዘሐጉስ ነገር ካብዚ ዝዓቢ ጅግንነትስ እንታይ ኣሎ? ደሓን ኣቦይ ብሃብሎ ኣነ እዚ ንየተሉ ዝገበርክዎ ጅግንነት የለን የቐንየለይ ግን ክብረት ሃበለይ። ኤህ ዋእ የቐንየለይ ዘድልዮ እኮ ኣይኮነን እዚ ኣነ እኮ ሓቂ እየ ዝዛረብ ዘለኹ። ንስኻ ዝገበርካዮ ጅግንነት እየ ዝዛረብ ዘለኹ። ካብዚ ዝዓቢ ስብእነት እንታይ ኣሎ ድዩ? ሰብኣይ ከኣ ከምኡ ክኸውን ኣለዎ። ኣነ ኣሕኒቕኒለ።
ንዓ እሞ ንዓባ ኣይወዳእናን እኮ እንታ ነጋሲ ወደይ። ሕጂ ዝሓለፈ ኩሉ ንግደፎ፣ ውሕጅ ይሰዶ። ኣነን ንስኻን ብዘይ መንጎኛ፣ ብዘይ ዕርቂ፣ ናይ ብሓቂ ናይ ልቢ እየ ዝብለካ ዘለኹ ከምዚ ስኢልካ ልብኻ ሓቢእካ ዘይኮነስ ናይ ልቢ ዕርቂ ንፈጽም ዋላ ድኣ ዓቡይ ኣቦኻ ይኹን እምበር ዋላ ይቕረ እንተበልኩልካ እንታይ ሕማቕ ነገር ኣለዎ ድዩ ጸገም የለን ኣቦይ ባህ በሎ ኣነ ቂምታይ ቀደም ወዲ እየ። ብፍቅሪ ንንበር እንድሕር ኮይኑ ከኣ ካብ ፍቅሪ ዝዓቢ ነገር ወላ ሓንቲ የለን። ዋይ ሕራይ ትበልካ ታማርያም ዝወደይ እዚኣ እያ ዝደሊ ነረ። ብዓንተቦ ንስኻ እንታይ በደል ደለካ እዩ እንታይ ደገር ከኣ እኻ እ ዘይስኢልና ኢና ኾለለለለለል ኣቢልናዮ እምበር እንታይ ጸገም ደለካ እዩ ንስኻ። ኩሉ ንጽቡቀይ ኮይኑ ስለ ዝተወደኣ ኣነ ከም ጸገም ጌረ ይርእይኒ። ኩሉ ንጽቡቅካ ኮይኑ እወ እወ ሓቅኻ ጓል ከተማ ኣምጺኻ ኣብ ማእኸል ዓድኻ ኮፍ ኣቢልካያ ሃብታም ጓል ሃብታማት ረኺብካ እንቋዕ ጥራሕ ጓል ኣቦኻ ብሃበሎም ጓል ዓዃይ ኣይተመርዓኻ እምበር ኩሉ ንጽቡቅካ ኮይኑ እወ ኣቦይ ብሃቦሎም ዘረባ ከደካ ኣሎ ቁስለይ ኣይትጉዳኣኒ እቲ ውሽጠይ ዘሎ ጽባቀኸ ኣብ ውሽጠይ ዘሎ ሃብትኸ። ሓቅኻ እወ ሕጂ ከኣ እታ ቁስሊ ክንጅምራ ኤእ ኣይንጅምራን ጌጋ እያ እዚኣስ ደሓነይ። እረ እረ።
ዋእ ንዓባ ንዓ እኮ ኣይወዳእናን እኮ ዝብለካ ኣለኒ። እንታይ ንሱኸ?
እንታይ ድዩ መሲሉካ ነጋሲ ወደይ?
ሃርጓፍ ባህ በሎም ከ እንታይ በለካ?
ንዕኡ እኳ ኣይረኸብኩን። በዓለያ ተኽለ፣ በዓለያ ሓሰኖ ግና ቁሩብ መቀባጠሪ ገንዘብ ተትህቦ በሃልቲ እዮም። ኣንታ ተጸሊልኩም ዲኹም እምበር ዘበሃበሎም ጋብላ ምዃኑ ትፈልጡ ኢኹም? ርሂጽና ደይኮንና እነምጽኦ ዘለና ስሊ። ብጥራይ ዶ መጺኡ እዩ። እሞ እንታይ ኢና ክንገብር ኣቲ ማማ። ዝግበር ድኣ መሊኡ ሰብኣይ እንዲኻ ከይድካ ብስረኻ ተምጽኦ። ኣንቲ ተሓናኒቁ ዶ ክምጾ ኮይኑ እዩ ኩሉ እኮ ብወግዕን በጋባብን እዩ ዝግበር። ብሃበሎም መንገልሓጢ ደኣ እንታይ ወግዒ ፍሊጥዎ እዩ ወደይ እ ሰሎሎ ባእቲ ኢልና ሰሎሎ ትእተዎ። ማማ ሕጂ መርገም ኣይኮነን ዘድልየኒ ዘሎ ከመይ ጌርና ሜላ ጌርና ነቲ ቆልዓ ነምጾ'ዩ።
በዚ ኮይኑ በቲ እቲ ቆልዓ ምምጽኡ ይተርፎን እዩ። ከም ዝሰማዕክዎ እንተኾይኑ ግን እዛ ሓዳስ መርዓትካ ኢኻ ተምጽኦ ትሓስብ ዘለኻ። እዋይ!
እዚ ግን ብፍጹም ክተውዕሎ ዘይብልካ ንዓና ጸርፊ እዩ። እንታይ ደኣ ትስንብድ ኣንታ ነጋሲ ወደይ? እንታይ ዘሰንብድ ደሎ'ዩ? ሕጂ እኮ ምስንባድ ወዲእና ኢና። ኣይንሳናበድ፣ ኣይተሰንብደኒ፣ ኣየሰንብደካ። እንታይ ዘይሰንብድ ኣለኒ? ግዳ እቲ ዝንገር ንገሩኒ። ኣንታ ነጋሲ ወደይ ነዛ ሓፍትኻ ዘውዲስክ ቁሩብ ቁሩብ ምዓደለይ ንዓኻ ትሰምዓካ እያ ካን ባቃ ምስ ሕጻባ ዘይኣኽሉ ዓዋሉ ኮይኑ ምዓላ። ኣነ ደኣ መን ማዕዳ ጌርኒ እሞ ክምዕዳ። ኣይ ምስማዕ እንድያ ኣብያትና ኣንታ ነጋሲ ወደይ ኣነን ኣዲኻ መድህንን ባቃ ምዒድና ተሓልሉና እዩ ምስ እፍሊ ዓዋሉ እንዳውዓለት ስምና ትብልሎ ኣላ ካልኣይ ከኣ እቲ ገንዘብ

ድሓን ኣምላኽ ይሓግዝ። ወይለይ ወይለይ ካልእ እባ ከኣ ረሲዐልካ እ።
እንታይ እዩ ንሱ?
ዋይ ኣንታ ሊሊ ኣብ ደውካ እንድያ ዓንዚዛትካ ኣዴኻ ማዕረኻ ኩልኹኻ። ቶባእ ድሕሪ ደገም። ዋእ በዓል ሓድሽ መተርኣስ ኣብ መገዲ ትርኣስ ዝበልዎ ደኣ ከምዚ እንድዩ። ኣንቲ ንስኺ ከኣ ህድእ ክትብሊ ፈትኒ። እንታይ ኢኺ መኘኽ ትብሊ? መኘኽ ኣይበልኩን። እዚ እኮ ሓቂ እዩ። ሓቂ እየ ተዛሪበ። ማማ ዘይከውን እንዶ ኣይትዛረቢ ፈለማ ወደይ ከምጾ ምስ በልኩ። ዝተቃወምኪ ንስኺ ኢኺ። ነቲ ወደይ ከም ዘይወድኺ ርኢኺ ክረምቲ ሐሊፈ ዶ ክረምቲ እንዳማተ ኢልኪ ሕጂ ከኣ ተገንጢልክስ ኣዴኻ ገዲፍካ ትብልኒ። ሕጂ ውን ተግባራትካ መኣስ ባህ ኢልኒ ኣደ ኮይነ ሓሪቀ ከኣ ከምኡ ኢለካ ቅልጥፍ ኢልካ ስጉምቲ ትወስድ ከኣ ኣይበልኩኻን። ማማ ፈጺሙ ናይ ጣዕሳ መንፈስ ኣይነበረክን ኣነ ከኣ ቆልዓ ኣይኮንኩን ወደይ ምዕባይ ውን ኣየጸግመንን ኢዩ ሕጂ ውን። ክንማኸር ኢለ እምበር ኣብ ናጽነተይ ዝኣትወኒ ሰብ ኣይደሊን እየ never።
መሐጎሲካ ሓዘን ኣሎ ለካሚካ መርዓ ኣሎ ክብልዎ ከምዚ ኢኖ ጀርጆ ኢልና ተጸበና እምበር ፍጹም ኣይቀሰናን ወረ ናይ ምንታይ መርገም እዩ እዚ። ባባ ንስኻ ዋላ ሓንቲ መርገም የብልካን ከም ኣቦ ክትሓዝን ግድን እዩ ናብዚ ኩሉ ብዘይ ሕማምካ ብዘይ ፌጋቱኻ ዘብጻሕኩኻ ከኣ ኣነ የፈልጥ እየ። ኣም ቨሪ ሶሪ ባባ ይቕረ ግበረለይ ንጽቡቕ ኢልካ ዝሓሰብካዮ ኣብ ጓሂ እትይካ ኣይነው ገለ ዘይንፈልጦ መርገም ደኣ እንተ ነይሩና እምበሪ ኣብ ፀፅባሕ ዶ ሕማቕ ስማዕ ትሰሚዕ ኢኻ ደቂ ወይ ጉድ
ማማ ግደፍና እስኪ በጃኺ ወላ ሓንቲ ሓገዝ ናትካ ኣየድልየንን እዩ በቃ
እዚ ጀርጂንሲ እዚ ጆርጆ ንዓኻ ክወሃበካ እዩ ዝበሃል ዘሎ እዚስ ሓቂ ድዩ ኣየብሃበሎም ሕጂ እባ ጽቡቕ ዘረባ ኣስሚዕኸኒ እወ ሓቅኻ
ወረ እኮ ንዋንኡስ ጓና እዩ እዩ ዝበሃል ኣይሰማዕካን ከኣ እዛ ዘረባ እዚኣ ኣይሰማዕካን? ኣይሰማዕኹን ደሓን ንሱ እሞ ንግደፎ እንታይ ኢኹም ክትብሉ ደሊኹም ኣቦይ በሃበሎም። እዚ ጀርዲን እዚ ጆርጆ ንዓኻ ክህበካ ምዃኑ ኣይሰማዕካን? ምሳኻ ከይተማኸሩ ድዮም ደኣ ወረ ዝነዝሑ? እንተ ከመይ ዝበለት ዓዲ እያ እዚኣ ግን ኣነ ከም ዝመስለኒ ሰሚዕካያ ኣለኻ። ደሓን ንሱ እሞ ንግደፎ። እንታይ ኢኹም ክትብሉ ደሊኹም ኣቦይ በሃበሎም? ከዳልወካ ከዳልወካ ምናልባት እዛ ጀርጂን ሲ ንዓኻ እያ እንተ ተባሂላ ዳሕራይ ሃንደበት ዱብ ከይብለካ እሞ ዕንኪይኪይ ከይትብል ኢለ እየ ንዓኻ ነጊረካ ክጸንሕ ኢለ እየ እቲ ዝሕመ እቲ ዝዝረብ ዘሎ እወ ጀርጂን እኮ ቀሊል ኣይኮነን ክንዲ ገለ እኮ እዩ ዱብ ክብለካ ዘይሓሰብካዮ ናበይን ኢኻ ክትከይድ ካብ ዝነበርካዮ ዜሮ ናብ ካልእ ላዕሊ እኮ ኢኻ ክትድይብ ዓዲ ምልእቲ ከኣ ኣታ ጀርዲን እያ ዓይና ተኺላ ዘላ ክትፈልጥ። ዓይንኹም ኣብኣ ተተኺላ ኣላ ድያ ይብሃል በሎም። ሰብ ናቱ ገዲፉ እዩ ናይ ካልእ ዝቆሎ። ዎው ኣነ ክነግረካ ኢለ ተተኺላ ተፈንጢሓ ዘይኮነሲ ክነግረካ ኢለ ይኸን ወደይ ሕጂ እኮ ዕርቂ ፈጺምና ኢና ከጉርሓካ ከ ኣለኒ ኣንታ ነጋሲ ወደይ ኣነ ንዓኻ ከማኸረካ እንዳበልኩሲ ዓይነይ ከውድቀላ ወደይ ደይኮንካንኻ ውላደይ ደይኮንካንኻ ወየ ፈጢሩልካ የቐኒለይ ኣቦይ በሃበሎም ሓዳረይ ከም ዘሐጐሰኩም ገሊጽኩምለይ። ንዘውዲ ክምዕዳ ከኣ ሓደራ ኢልኩምኒ። ኣማስይኡ ከኣ ኣብ ጕዳይ ጀርዲን ክትመኽረኒ ደሊኻ ክብረት ሃበለይ። ኣንታ ነጋሲ ወደይ፣ እንታይ ኣለዎ ዘየብርሰይ ዘሎ እየ ዘማኽረካ ዘለኹ። ጥራይሲ ኣነን ንስኻን ድሕሪ ህጂ ሓቀኛ ዕርቂ ንግበር። መስሓቕ ሸራፋት ካይንኸውን ኣየድልየናን እዩ ድሕሪ ህጂ። እፍልጉ ሓማም እፍልጉ ዓማም ክሰሕቑና።
እዋይ ጉድ ደምኩም ልዒላ ኣላ መስኪን ሓኪም ከኣ ውሽጠይ ዘይፈለጠ ሃለኽለኽ ትብሉ ዲኹም በለ። እቲ ብ ቤተይ ዘሎ ህልኽ ልዕሊ ሃለኽለ ምዃኑ እዩ ዘገንዘበን። ኣትረከ ሕጂ ዶ ተረኺቡ ጥዕና ፈጣሪ ድኣ ባዕሉ ገለ ግበር እምበር።